Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽና ንእግዚኣብሔር መስገን ፅቡቕ ኣለኹ ንስኽን ከዓ ፅቡቕ ትብላ ተስፋ ገብር ሎማዓንቲ ከዓ ብካልእ ቪድዮ መፅየክን ኣለኹ እንጂ ትገብሮ ተስፋ ገብር ሓደሽ እትኾንክን መጀመርያ ክንድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኽን ኡኸለኽን ሳብስክራይብ ግበራ እተን ኩሉ ግዜ ሳፖርት ገብራ ንሕዋተይ ከዓ ካብ መጠን ንላዕሊ እየ ደመስግነክን የቐንየለይ ብፍላይ እተን ኩሉ ግዜ ፖስት ክገብር ከለኹ ላይክ ትገብራለይ ኮመንት ትገብራለይ ብፍላይ ሓደሓደ ኣሕዋተይ ኣለኹም ኩሉ ግዜ ኮመንት ትገብራለይ ብጣዕሚ እየ ደመስግነክን የቀንየለይ እተን ላይክ ትገብሮ ከዓ ኩልክን ብጣዕሚ እየ ደመስግነክን የቀንየለይ ግን መብዛሕትኽን ኣብቲ ስቱድዮ ኣትየ ክሪኦ ከለኹ ከዓ ሳብስክራይብ ዘይገበርክን ኣሕዋተይ ስለ ዘለኽን ሳብስክራይብ ግበራ ብጣዕሚ እየ ደመስግነክን የቀንየለይ ሓንቲ ሓፍተይ ናይ ጨጉሪ ሕብሪ ኣርእየና ኢልክና ነይርኪ ብቀዳማይ ኣርእየክን ነይረ ቅድሚ ክልተ ሰለስተ ቪድዮ ኣብቲ ካሞንት ፒን ክስታይ ክገብረልኪ ክእል እየ ሊንክ ግን ብቀዳማይ ቅድሚ ሰለስተ ቪድዮ ድዩ ቅድሚ ሰለስተ ቪድዮ ከውን ዝረኣኹኹም ቪድዮ ኣብኡ ኣርእየኪ ነይረ ማለት እዩ እንድሕር ዘይረኸብክዮ እንድሕር ኣብኡ ለኪ ክትርእዮ ትኽእል እየ እንድሕር ዘይረኸብክዮ ግን ኣብቲ ኮመንት ወላ ድሓር ኣብቲ ኮመንት ክስታይ ገብረልኪ እየ እቲ ሊንክ ኣብኡ ክገድፈልኪ እየ ማለት እዩ ኣይ ቲንክ ሊንክ ከማን ገዲፈልኪ ነይረ ገዲፈልኪ ነይረዎ መስለኒ ግን ኣይዝክሮን እየ ሓደ ሓደ ግዜ እቲ ቪድዮ ስለ ዝነውሕ ገይረዮ ደይገበርክዎን ኣኒወይ ግን ኣብኡ ክስታይ ክገብረልኪ እየ ማለት እዩ ካብቲ ኮመንት ክገብረልኪ እየ ድሓር ሕጂ ሎም መዓልቲ እዚ ፅቡቅ ፅቡቅ ጨናታት ሕሱር ኮሎስ ካብቲ ክቡር ጨና ዝፀበቐ ጨና በቃ ብፍላይ እዚ ናይ ዓረብ ጨናታት ብጣዕሚ ጥዑም ጥዑም ጨና እዩ ሎሚ ከዓ ካብ በዓልቲ ጄማክስ ኣብ ማርሻል ገለ መፅኡ ማለት እዩ ኣብ ኣማዘን ኣሎ ኣብ ኣማዘን ገዝእ ነይረ ኣነ ግን መብዛሕትኡ ግዜ ኣብ ኣማዞን ከይጨነኻ ክስታይ ስለ ትገብሮ ብጣዕሚ ይስልችወካ ንክትመልሶ ከኣኒ ብጣዕሚ ኣነ ምምላስ ገለ ብጣዕሚ ክፀልእ መዓልቲ ብፍላይ ንኣማዞን ኣብ ስቶር ኣተኮይኑ እግረ መንገድኻ ክስታይ ትገብር ትኽእል ኢኻ ኣብ ስቶር ግን እዚ ኣብ ኣማዞን ግን በቃ ንምምላስ ወይ እንታይ ክመልሶ ኣለየ ገለ ኢልካ ክስታይ ትኽእል ማለት እዩ ኤኒወይ ሎሚ ግን ኣብ ክስታይ መፂ ስለ ዘሎ ወይ ረቪው ሰሚዕ ንርኢ ኢና ገለ ክስታይ ክንገብር ንኽእል ኢና ግን ኣነ ዝፈትዎ ጨና ካልእ ሰብ ዘይፈትዎ ክኸውን ከምኢታት ክስታይ ስለ ድኸውን ሎሚ ግን ኣብዚ ጀማክስ ማርሻል ገለ ዋላ በርሊንግተን ናይ ዓረብ ጨናታት ጥዑም ጥዑም ጨናታት መፅእ ኣሎ ከምኡ ክገብር ንኽእል ኢና ኣብዚ ንሕና ዘለናዮ ከማ ካባና ሰላሳ ደቂቕ ግን ዳርጋ ዓረብ ሰላሳን ሓሙሽተን ደቂቕ ናይ ዓረብ ጨና ጥራሕ ከምኡ ክሽየጦ መፅእ ኣሎ ግን ኣነ ቢዚ ስለ ድኸውን ስለ ዘይጠዓመኒ እምበር ኣፀቢቑ ከማን ሕሱር እዩ ገሊአን ዝብሎ ኣብኡ ከይደ ሓደ መዓልቲ ወላ ቪድዮ ክገብረልክን ክገብረልክን እየ ወ ቪድዮ ተደይ ገይረ ከዓ ዋላ ገዚኤ መጺኤ ከኣ ካብኡ ከርእየክን እየ ጥዑም ጥዑም ፈቲነ ማለት እዩ ሎማዓንቲ ግን ሓደ ሓደ ከርእየክን እየ ቅድሚኡ እዚ ዘይቲ ብጣዕሚ ስለ ዝፈተኽዎ እዚ ኮፓሪ ቅድሚ ሕጂ ናይ ገለ ናት ባዲ ኬር ድየ ገለ ኣርእየክን ነይረ እዚ ሊፕ ግላስ ከዓ ኣርእየክን ነይረ ላስት የር ገለ እዚ ኮፓሪ ጽቡቅ ብራንድ እዩ ግን እዚ ዝባዲ ኦይል ናቱ ብጣዕሚ ስለ ዝፈተኽዎ ኣብሳተ ገይርዮ ኣለኹ ዋላ ኣብ ኢደይ ኣብ ካልእ ተለኺ ኣለኹ ግን ኣብዚ ይድረብ ብጣዕሚ ስለ ዝፈትኽዎ እዚ ኮፓሪ ዘይቲ ከም ስፓርክል ነገር ኣለዎ ነዚ ሳመር ማለት እዩ ድሕር ገዚእኽንኦ ፅቡቕ እዩ መብዛሕትኡ ግዜ እቲ ክስታይ ዘርእየክን እቲ ዘይቲ እሱ ኸማን እቲ ፅቡቕ ዘይቲ ዘርእየክን እሱ ፅቡቕ እዩ እዚ ግን ክፍትነ ኢለ ገዚእዮ ብጣዕሚ ፈትየዮ ባዲ ኬር ነርና ሕጂ ባዲ ስክራብ ድዩ ገለ ገዚአ ነይረ ኣብ ኣልታ ገለ ዝሽየጥ ማለት እዩ እዚ ግን ካብቲ ጄ ማክስ ዝረኸብኩዎ ብጣዕሚ ብጣዕሚ ስለ ዝፈትዎ ኣብ ታሕተይ ዘለኸ ዘለኹ እሱዩ ኣብኡ ከለኹ ክርእየክን ደልየ ለውጢ ክኸውን ኢለ ሓደ ሓደ እባ ድዩ ኦይል ካልእ ክብል እየ ዘለኹ ኩሉ ግዜ ተዳጋጋሚ ከይኮነክን ድርእየክን ካልእ እንዳፈተንኩ እንዳፈተንኩ ክርእየክን እየ ኢል በብሓደ ማለት እዩ ዘለኹ ንሓር ካብ ኩሉ ግዜ ዘሰይም ደርእየክን እምበር እቲ ደርእየክን ክስታይ ድራግ ስቶር ፍላይ ሕሱር እዩ እዚ ግን ብጣዕሚ ፅቡቅ ኣብነት እየ ደርእየክን ዘለኹ ከመይ ክስታይ ከም ዝኸውን ኣብዚ ከመይ ብጣዕሚ ደስ ከም ዝብለካ ሕጂ ዋላ ሓጺር ክዳን ጌርካን ሳመር ዋላ ገለ ከኣ ጽቡቕ ከምዚ በቃ ክስታይ ኣለዎ ከምዚ ስፓርክል ነገር ኣለዎ ብጣዕሚ ከምዚ ክፍት ዝበለ ክንገብር ኮለና እዚ ኮፓሪ ጽቡቕ ብራንድ እዩ ብፍላይ ኣብ ዲጄ ማክስ እንድሕር ረኽብክን ኣብ ሕሱር ስለ ዝረኽብኦ ኣብኡ ከለኹ እዚ ክርእየክን ኢለ ማለት እዩ ኣጸቢቕ ስለ ዝፈትዎ ካልእ እንታይ ከርእየክን ደልየ ድሓር እሱ ምስ ገበርና እዚ እቲ ጨና ንነዊሕ ክፀንሕ ብከምኡ ባዲ ኦይል ኩሉ ግዜ ክንገብር ኣለና ድብለክን ዝኾነ ዓይነት ዘይቲ ማለት እዩ ናይ ነብሲ ነቲ ክስታይካ ነቲ ጨናኻ ብጣዕሚ ንነዊሕ ሕፅሑ ማለት ይውፅእ ምስ በልና ከምዚ ዘይቲ ትገበርና ድገበርኩ ሕጂ ኩሉ ነብስና ጌርና ራይደ ወይ ማለት እዩ ኣፀቢቕና ሃይነቐፅና ድሓር ሎሽን ከዓ እዚ ሎሽን ናይ ባዝ ኤንድ ባዲ ወርክስ እዩ ስዊት ዊስኪ ኣርእክን ይረቕሚ ሕጂ መስለኒ ስዊት ዊስኪ ንኣብነት ከብለክን ኢለ እዚ ሎሽናት ብዙሕ ከምሳት ብዙሕ ዘለና ከምዚ ዘርእየክን ማለት እዩ ሶ ንኣብነት ከርእየክን ግን ድሓር ከምዚ ጌርና ኣብቲ ልዕሊ ዘይቲ ሎሽን ምስ ገብር ወይ ከዓ ባዲ ባደር ከዓ ባደር ከዓ ንገብር ብፍላይ ስክራብ እንድሕር ጌርና ነብስና ነብስኻ ረእዮ ከመይ ክስታይ ከም ድኸውን ማለት እዩ ኣነ ሕጂ ሎማዓንቲ እስካብ ገይረ ገለ ማለት እዩ እዚ ዘይቲ ገለ ተለክየ ድሓር እዚ ሎሽን ተለክየ ነይረ ወፅየ ውዒለ ጨጉረይ ወንጭረ ኣለኹ በዚ እንድሕር ሪኢኽኖ ወፅየ ነይረ ማለት እዩ እዚ ነብስኻ ብጣዕሚ በቃ ደስ ዝብለካ ኣቑሑት ንሓፅብካ ውን ኣይመስልን ኢና ከምዚ ክስታይ ክንብል ከለና እዚ ክትላኸ ከምዚ ነብስኻ እንድሕር ፅቡቅ ተኬር ጌርካዮ ከምዚ ስክራብ ጌርካ ባዲ ኦይል ባዲ ሎሽን ጌርካ ድሓርቲ ጨና ክስታይ ምስ ገበርካ ነብስኻ ጽቡቕ ኮይኑ መዓልቲ ከዓ ጥዑም ክጨኑ ትውዕል ማለት እዩ እዚ ዘይቲ ናይ ነብሲ ኣጸቢቕና ከይደረቕና ውፅ ምስ በልና ኩሉ ነብስና ኢና ንልከ ከምቲ ካልእ ደርእየክን ማለት እዩ እቲ ኣኻል ዓይነት ዘይቲ ደርእየክን ድሕራይ ደወይ ሎሽን ገይርና ጨና ምስ ተለኸና መዓልቲ በቃ ጥዑም ክጨኑ ትውዕል ስክራብ ድሕር ጌርካ ነብስኻ ከዓኒ ልሙድ ዝኸውን ከምዚ ማለት እዩ እቲ ባዲ ስክራብ ኣደረኣኹኹም ብቐዳማይ ስታት ጌርካ ከዓ ልሙድ ዝኸውን ማለት እዩ እዚ ናይ ላዕሊ ኣርእየኪ ነይረ ኣብቲ ናይ ክስታይ ኣብቲ ሕጂ ዘሎ ፋሽን ኢለ ናይ ቀደም ዝነበረ ናተይ ከምታት ይመጽእ ዘሎ ፋሽን ኢለ ዝረኣኹኹን እሱ ገይረሉ ገይረሉ ኣርእየኪ ነይረ ብቐዳማይ ኤኒወይ ናብ ጨናና ክንከይድ ሓ እዚኣ ቅድሚ ክልተ መፅያስ ክልተ ሰጋግዮም ደም ሰዲዶሙለይ ኢለስ ሓንቲ ሓፍተይ ኖ ኣይተጋጎይን ክልተ ኢድ መፅ ዝበልክኒ ሓቅኺኺ ክልተ ኢድ መፅ ከምዚ ቾኮ ማስክ እታ ባዲ ኦይል ኣርእየክኒ እታ ንእሽተይታ ከምዚ ጌርካ ትልከ ምስ ጨና ሓዊስካ ብጣዕሚ እውን መዓልቲ እያ ትጨኑ ብጣዕሚ ስለ ዝፈትኽዋ ደሓር ጨና ምስ ረኣኹ ገዚኤ ኢለ ኣርእየኪ ነይረ ካልኣይትላ እታ እዚኣ እታ ካልኣይቲ ዳርጋ ፍርቂ ከይዳ እያ ማለት እዩ እዚኣ ክልተ እየን ብሓንሳብ ዝመፅኣ ኣርእየኪ ነይረ እዚ ከዓ በቃ መጠን ንላዕሊ በቃ ጥዑም ጨነት ናይ ዓረብ ጆኮማስ ኣብቲ ክስታይ ክገብረልኪ ንክእል እየ ኣብቲ ዲስክሪፕሽን ባክስ ግን እዚ ሕጂ ኦሬዲ ባዲ ነብስና ሞይስቸራይዝ ኮይኑ ስለ ዘሎ እዚ ጨና ምስ ገበርካሉ ክጥዕም መዓት እዩ ዝኸኣኒ ካብ መጠን ንላዕሊ ጥዑም ጨና በቃ ሕስሩ ኮሎስ ክልተ መሓንሳብ ድመፅ እንደገና ፀቢቑ ሕስሩ ያርእየኪ ነይረ ካብ ኣማዘን ገዜ እዮ ኣፀቢቑ በቃ ሙሉ መዓልቲ ከዓ ጥዑም ክጨኑ ትውዕል ግን ጥዑም ንክጨኑ ሞይስቸራይዝ ክገብሩ ኣለካ ነብስኻ ማለት እዩ እዚኣ ብጣዕሚ ብጣዕሚ ብጣዕሚ ጥዕምቲ እያ ብጣዕሚ እየ ፈትየያ እዛ ቾኮ ማስክ ማለት እዩ እንድሕር ክትገዝኣ ደሊኽን ኣብቲ ዲስክሪፕሽን ባክስ ገብረልክን እየ ሓደ ሓደ ግዜ ከምዚ ሎም መዓልቲ ገለ ቅድሕ ሰለስተ መዓልቲ ገለ ወይ ኣርባዕተ መዓልቲ ፖስት ስለ ዝገብሮ እቲ ቪድዮ ሽዑ ንሽዑ ስለ ዘይገብሮ ክርስዖ ስለ ዝኽእል ኣብቲ ንገራኒ እንድሕር ረሲዐዮ ኣብኡ ኮመንት ኣብቲ ክስታይ ገብረልክን ኣብቲ ዲስክሪፕሽን ባክስ ገብረልክን እየ ማለት እዩ ካልእ ከዓ እዚኣ ከዓ ብጣዕሚ እዚኣ ሕጂ እዚኣ ያራ ብጣዕሚ ፈተያ ኢለ ኣርእየክን ነይረ ሕጂ ፌመስ መጀመርያ ዓረብ ጨናታት ክመፅእ ከሎ ዝነበረ ጨና ማለት እዩ ሕጂ ብምንታይ ዘኪርዮ ነይረ ነይረ ሕጂ ብዙሕ ጨና ካልእ ስለ ዘለኒ ሓደ ሓደ ግዜ ብልዓል ደሎ ጥራሕ ተለኸኸ እዩ ማለት እዩ ኣብ ዝገበርኳ እዚኣ ጨና ግን ሓዊሰ እየ ዝገብር ገብር ከለኹ ኣርባዕተ ጨና ዋላ ሰለስተ ጨና ኩንገለ ሕውስውስ ኣቢለ እየ ዝገብር እዚኣ ግን ኣብ ዝኾነ ግዜ ኣብ ተለኸኽዋ ግን ብፍላይ ሽዑ ንሽዑ ሽዑ ዘይኮነ ጸኒሑ ሰብ ሙሉ መዓልቲ እንታይ ክተለኺኺ ደለኺ እንታይ ክተለኺኺ ደለኺ ክብሎ ሓዋላ ማለት እዩ ዋግኡ ብጣዕሚ ሕሱር ከሎ ካብ መጠን ንላዕሊ ከዓ ብጣዕሚ ፅቡቅ ጨና ማለት እዩ እዚያ ያራ ላስቲር ግዜ ያረየክ ነይረ ስቲል ኣለዋ ማለት እዩ ሕጂ እዚ ዋላ ኣብ በርሊንግተን ሽየጥ ኣሎ እዚ ኣሜሪካ ዘለኸን ገለመለ ማለት እዩ ኣብ ኩሉ እዩ ዘሎ ሕጂ ናይ ዓረብ ጨና ግን እንድሕር ክስታ ጌርክን ከዓ ክትረኽብዎ ትኽእላ ኢኽን ማለት እዩ ካብ እንድሕር ኣብ ካዴ ትረኽብኦ ኮንክን ከዓ ኣብ ኣማዞን ክትረኽብዎ ትኽእላ ኢኽን ማለት እዩ ካልእ ከዓ እዚኣ ከዓኒ ቀንዲ ከማን ነዚ ቪድዮ መስርሒ ነዛ ጨና ኢለ ዘና ኣብ ኣሜሪካ ዘለኽን ኣብ ማርሻል ኣሎ ኣብቲ ጄማክስ ኣሎ ኣነ ካብቲ ጄማክስ የገዘዮ ኣብ ናይ ማርሻል ከዓ ኣብ ቲክታክ ሰርች ክስታይ ረቪው ክርእለ ምስ ገዛእኹ እየ ግን ምስ ኣበልኩ በቃ ብዙሕ ሰብ ኣሎ ዝገዝኦም ኣይቲ ኣብ ቲክታክ ማለት እዩ እዚ ናይ ዓረብ ጨና እዩ እዚ በልበት ኮሌክሽን ኤምበርሳን ዝብል እዚ ማይልስቶን ፐርፊም ዝብል እዚኣ እንድሕር ርኢኸና እዚኣ ማለት እዩ ኦ ማይ ጋድ ካብ መጠን ንላዕሊ ጥዕምቲ ጥዕምቲ ጨና በቃ ከምዚ ዝበልኩኽን ሓው ኣክስታይ ገይረ ኣመሓዊሰ ተለኸዮ ዋላ ንበይኑ ተለኸዮ በቃ ክልተ መዓልቲ ገለ ካብ ነብስኻ ይከይድ ማለት እዩ እዚ ውዕል ሓድር ውዕል ሓድር ገለ ግን እዚ ካብ ነብስኻ ደይ ከይድ ምሻሎ ጥዑም ጨና ሙሉ መዓልቲ ክጥዕም ዝውዕል ክጨኑ ዝውዕል ካብ መጠን ላዕሊ በቃ ፈተዮ ማለት እዩ እዚ በቃ ምስ እንታይ ክትለብ ሕልፍ ክትብል ከለኺ ሓንቲ መሓዛ ኣላ ምሳይ ትሰርሕ ሕልፍ ክትብሉ ከለክስ በቃ ጭዑ እንታይ ከተለኺ ከተለኺ ለማዓንቲ ትብለኒ እንዳ ስራሕ ኮልኩ ሕልፍ ተልኪ ኦ ሓሊፋ ገለ ብል በቃ ለማዓንቲ ተለኺኪዮ ደለኺ ጨናስ ብጣዕሚ ጥዑም ጨና እዩ ገለ ክትብለኒ ኮይና ሕጂ ዋግኡ ሕሱር ኮሎስ በቃ ብጣዕሚ ፅቡቅ ስክሪንሻት ክትገብራ ትኽእላ ኢኽን ድሕር ድረእ ኮይኑ ግን እቲ ካብ ኣማዘን በቲ ስእሊ ገይረ ሰርች ገይረዮ ከምኡ ተመሳሳሊ ከሎስ ካልእ ዓይነት እዩ ኣርእኒ እዚ ዓረብ ፅሕፈት ኣየንብቦን እዩ ዓረብ ኣለዎ ግን እዚ በልበት ኮሌክሽን ኤምበርሳን ዝብል ማይልስቶን ፐርፊም እዚ ድሕር ረኺበ ስእሊ ክገብረልክን እየ እንድሕር ደይረኸብኩ ግን ስክሪንሻት ጌርክን ጉዞ ካብ ክስታይ እዚ ብጣዕሚ ብጣዕሚ ኣየጣዕሰካን እዩ በቃ ሕሱር ኮሎስ ካብ መጠን ንላዕሊ በቃ ጥዑም ጨና ጥዑም ጨና ዘከይ ጨና ማለት እዩ እዚ ሕጂ ኣሎ ካልእ ዓይነት ከዓ ፀሊም ገለ ንዑ ኢለ ከማን ከይደ ነይረ ስኢነ ማለት እዩ ነቲ ፀሊም ገለ ክረኽቦ ግን ድሕር ኣጋጣሚ ግዜ ብጣዕሚ ንግዜ እንድሕር ከይደ ክረኽቦ ክእል እየ ማለት እዩ ግን እዚኣ ጨና በቃ ብጣዕሚ እያ ጥዕምቲ መጀመርያ ተለኸዮ ከምቲ ድብለክን ኣብ ክወፅ ከለኹ መብዛሕቲ ግዜ እንድሕር ጨና ክገዝእ ከይደ ጨና ከይተለኹ ከይደ ከይድ ግን ሽዑ ጨና ንጉሆይ ነይሩ ጨና ይተለኸኹ ነይር ቆልዑት ኣብ ጫሕ ኣቢለ ከይደ ማለት እዩ ዳሓር ተለከዮ ኮሊለ ኮሊለ ጨኑኒ ኮሊለ ኮሊለ ብጣዕሚ ፈተዮ ማለት እዩ ሰቋንዲ ነዚ ቪድዮ መስርሐ ከማ ነዚኣ ሕጂ ክትገዝኣ ኢለ ማለት ክትረኽባ ኢለ ኣጸቢቑ ሕሱር ስለ ዝኾነ ጥዑም ጨና ናይ ዓረብ ንዓኣ ኢለ ደቀይ ዋዕዋዕ ብላ ኣለዋ ኣብ ታሕቲ ጫት ኣለዋ እንድሕር ትሰምዓ ኣለኽን ዋዕዋዕ ብላ ኣለዋ ካልእ ከዓኒ እዚኣ ከዓኒ እዚ ሜንጎ ገለ ትብል ከኣ ማግነትዮ ሜንጎ ገለ ዝብል ከኣ እዚ ከኣ ርእየዮ ኣብ ቲክታክ ገለ ከኣኒ ብጣዕሚ ጥዑም ጨና ምሽ ኣዚታት ረቪው ርኢኻ ክስታይ ትብል ምሽ ረቪው ትርኢ ምሽ ናይቲ ጄማክስ ማርሻል ጨና እንድሕር ኢልካ ክስታይ ኢልካ ድሓር ሰብ ጥዑም ድሕር ኢሉ ከይትካ ምስ ፈተንካዮ ድሕር ፈቲኻዮ ንዓኻ ደስ ትብለካ ተኮይኑ ከምዚ ኣነ ንዓኽን ትብለክን ደለኹ ክስታይ ትገብሮ ማለት እዩ ሶ እዚ ሽዑ ርእየ ከይደ እዚ ኮሌክሽን ጽቡቅ ጨና ክጥዕም መዓት ኣነ ከዓ ከምዚ ፍሩቲ ፍሩቲ ዝኾነ ጨና ከዓ ክፈቱ መዓት እየ እዚኣ ከዓ ከምዚ ማንጎ ገለ ነገር እንድያ ክጥዕም መዓት እዩ ሕጂ እንታይ መስለክን እቲ ጨና እንዲ ከምቲ ሕጂ ናይ ዓረብ ዝመፅ ዘሎ ጨናስ ካብቲ ብዛ ዓዲ ንገዝኦት ኤክስፐንሲቭ ዝኾነ ጨናታት በቃ ብጣዕሚ ፅቡቅ እንደገና ከም ሙሉ መዓልቲ ምሳካ ውዕል ማለት እዩ እቲ ናይዛ ዓዲ ጨናን ጎሉት ዓባዓቢ ብራንስ ፅቡቅ ርሽታት ክህልወካ ፅቡቅ ኣብ ኮሌክሽንካ ግን ከምሳትካ ጨናታትካ ጥዑም ጨና እንድሕር ኣሎ ከዓ ክትገዝኦ ከዓ ፅቡቅ ሓዊስካ በቃ ብጣዕሚ ጥዑም ክጨኑ ትውዕል ወላ ምስቲ ካልእ ዓይነት ጨና ከዓ ናትካ ክስታይ ትገብሮ ማለት እዩ እዚኣ ከዓኒ ድሕር ስክሪንሻት ገብራ ኮንክን ስክሪንሻት ግበራ ብዙሕ ዓይነት ካዘክስታይ ነይርዎ ኣይረኸብክዎን ካልእ ዓይነት ንከምኡ ዓይነት ከሎስ ካልእ ዓይነት ጨና ነይሩ ማለት እዩ ግን ኣይረኸብክዎን ግን እዚኣ ስክሪንሻት እንድሕር ጌርክንኣ ትረኽብኣ ትኽእላ ኢኽን ክትሪኣ ትኽእላ ኢኽን ኣብ ምስ ከትክን ማለት እዩ መብዛሕቲ ናይቲ ጄማክስ ገለ እቲ ሊንክ ስለ ዘይትረክብ እዚኣ ግን ኣብቲ ኣማዘን ክደሊ እንድሕር ኤግዛክት ልስናታ ክስታይ ርኤ ረኺበ ማለት እዩ ከብል እየ እቲ ድሪ ረኣኽዎ እዚ እዚ ክስታይ ደይብሉ እዩ ኤኒወይ ግን ድሕር ረኺበ እያ ከዓ ኣብቲ ዲስክሪፕሽን ባክስ ገበልክን እየ ካልእ ከዓኒ እቲ ዋይፕ ዝበልኩም ብቐዳማይ ርእየልክን ነይረ እቲ ንዓና ደቂ ኣንስትዮ ፕራይቬትና ንሓፅበሉ መሕፀቢ ኢለያ ደርኣኹን ፅቡቕ ማለት እዩ እምበለን ሰንስቲቭ ስኪን ገለ ትጠቅም ዋይፕ ከዓኒ እሱ ከምስ ኣርእየክ ነይረ ቅድሚ ሕጂ ከምዚ እዚ ሃኒባል ድብል ከኣኒ ጽቡቅ ንደቂ ኣንስትዮ ናዕና ንከምኡ ኢታ ተስታይ ድኮነ ማለት እዩ ዋላ ሓንቲ መድለይ ብሉ ወላ ቤቢ ዋይፐር ክንጥቀም ንክእል ኢና ኣብ ስራሕ ገለ ክንውዕል ኮለና ማለት እዩ እዚ ከኣ እዚ ግን ከኣ ጽቡቅ ንዕኡ ኢሉ ክስታይ ንዓና ንደቂ ኣንስትዮ ከምዚ ኢሉ ዝተሰርሐ ዋይፕ ስለ ዝኾነ ከዓ ኣብ ቦርሳና ኩላህና ከም ዝክልወልና ፅቡቅ ብፍላይ ኣብ ስራሕ ክንውዕል ከለና ኣብ መንጎ ክስታይ ምስ ኮንካ በቃ ፍረሽ ትኸውን ማለት እዩ ከምስታት ዲዶራንት ኩሉ ግዜ ሕጂ ኣነ ኤክስትራ ዲዶራንት ኤክስትራ ጨና፣ መሕጸቢ ኣፍ ገለ፣ መምሒ ናይ ስኒ ገለ ኩሉ ኣለ ን ስራሕ ማለት እዩ። ድሓር ኣብ ዝተወሰነ መዓልቲ ክስታይ ክትቅብል ኮለኻ ኣብ ሰዓታት ክስታይ ትብል ኮለኻ ኣብኡ ኮለኻ ፍረሽ ትኾን ድሓር ጽቡቕ ክስማዓካ ማለት እዩ። ናይ ለማዓንቲ ቪድዮ እዚኣ ትመስል እንጀ ጌርክና ክትኮና ተስፋ ገብር ፕሊዝ ሳብስክራይብ ዘይገበርክን ሳብስክራይብ ከይገበርክን ኣይትውጻእ ኣብ ቀጻሊ ብካልእ ክሳብ ንራኸብ ከዓ ብሰላም የራኽበና ባይ